ከመይ ትቕንዩ ክቡራት ተኸታተልቲ መደብና እንኳዕ ብደሓን መጸኹም። ብምቕጻል ኣብዛ ናይ ሎም መዓንቲ ሓጻር ናይ ፎቶሾፕ ትምህርቲ ከመይ ገርና እዚ ናይ ስፖርት ባነር ንሰርሖ እዩ ዝበልካውን ቅድሚ ናብኡ ምኻድና መብዛሕትኹም ኣብ ኮመንት ጽሑፍለይ ዘለኹም ናይ ኣኒሜሽን ወይ ናይ ቪድዮ ትምህርቲ ጀምረልና ትብሉኒ ኣለኹም ቅድሚ ናብ ቪድዮ ወይ ናይ ኣኒሜሽን ትምህርቲ ምጅማርና ንፎቶሾፕ እንድሕር ደኣ ጽቡቕ ፈሊጥና ተጸኒሕና ዳሕራይ ንዓና ዓብ ሓገዝ ይደኸውን ማለት እዩ ብፍላይ ድማ መብዛሕትኹም ደይ ክትፈልጥዎ ትኾኑ ትኽእሉ ፎቶሾፕ ናይ ስእሊ ወይ ናይ ባነር መቀናበሪ ደይኮነስ ናይ ብዙሕ ነገራት እዩ ብፍላይ ኣብ ኣኒሜሽን ኣብ ቱዲ ኣኒሜሽን ወይ ኣብ ስቱዲ ኣኒሜሽን ዝሰራሕናዮም ነገራት ኣብዚ ሶፍትዌር ኣምፅና ኢና እቲ ሕብሪ ናይቲ ሞዴል ንህቦ ካብኡ ከዓ ነውፅኦ ማለት እዩ ስለዚ እንድሕዳ እቲ ቤዚክ ዝኾነ ነገር ፈሊጥናዮ ተፀኒሕና ዳሕራይ ኣይክሽግረናን እዩ ማለት እዩ ስለዚ ብሕፅር ዝበለ ኣነ ክተስተውዕሉሉ ደልየ ዘለኹ ነቲ ኣነ ዝጥቀመሉ ኤፌክት ኣብ ሓንቲ ስእሊ ከመይ ጌርካ ክልተ ስእሊ ኣብ ሓንቲ ስእሊ ትፅምብሮ ከመይ ጌርካ ቴክስት ዝተፈላለዩ ኢፌክት ትህቡን እንድሕር ደኣ ብርእስኹም ክትሕዝዎ ተኽኢልኩም ተዘይተኻኢሉ ከዓ ኣብ ንእሽተይ ወረቐት ተፅሒፍኩሞ እዚ እቲ ዝዓበየ ትምህርቲ ማለት እዩ ዳሕራይ ከዓ በቲ ንዓኹም ዝመስለኩም ናትኩም ስእሊ ምፂኹም ክትጥቀምሉ ትኽእሉ ኢኹም ማለት እዩ ስለዚ ዘረባ ከየብዛሕና ናብ ትምህርትና ንኺድ። ብምቕጻል ናብ ትምህርትና እንድሕር ደኣ ኺድና ከም መጀመርታ ክሬት ኒው ኢና ክንብላ ክሬት ኒው ምስ በልና ብዛዕባ ፒክስል ኣይገለጽኩልኩም እንደለኹ ምናልባት ኣብዚ ክልተ ሰሙን ሓንቲ ቪድዮ ሰሪሕና ነምጽኣን ኮይንና ፒክስል እንታይ ምዃኑ ንሎሚ ሓንቲ ግን ደሓን ኣሌክስ ኢለ እታ ናተይ ፋይል ሽም ገበ እቲ ዊድስ እቲ ፒክስል ክብለኩም ዝጸንሐኹ እዩ ሽሕን ሰማንያን ብሸውዓት ብሽሕን ሸውዓተ ሚእትን ዕስራን መሪጸ ኣብቲ ኦሪንቴሽን ክልተ ዓይነት እዩ ደሎ ነዚኣ ፖርትሬት መሪጸ ክሬት ብላ ማለት እዩ ብምቕጻል ኣብ ታሕቲ ከይደ ሓደ ባክግራውንድ ክሰርሐ ክሰርሕ ተኮይነ ከዓ ኣብታ ግሪድንት ደላ ኣትየ እቲ ንዓይ ደስ ዝበለኒ ሕብሪ ኣቀናበረይ ማለት እዩ ስለዚ ኣብ ላዕሊ ብምኻድ ቤዚክስ ሳልሰይቲ ደላ መሪፀ እቲ ሕብሪ ንዓይ ደስ ዝበለኒ ክመረፅ እየ ስለዚ እዚኣ ደስ ኢላትንላ ኦኬ ክብላ እያ ኣብዚን ኦኬ ክብላ እያ ሕጂ ኣብዚ ብዙሕ ክንቅየር ንኽእል ኢና ኣብ ስታይል ናይቲ ሕብርና ማለት እዩ ራዲያል ተገይርዮ እቲ ሊላ ኣብ ማእኸል ይኸውን እቲ ሪቨርስ ተገይረ ከዓ ይግምጠል ማለት እዩ ስለዚ እቲ ናቱ ሳይዝ ቁሩብ ዕብይ ከብል ኣብቲ ጫፍ ክኾነለይ ዳትስ ጉድ እኹል ስለ ዝኾነ ኦኬ ክብላ እዩ ባክግራውንድ ሰሪሕና ኣለና ቁሩብ ነቲ ባክግራውንድ ግን ክሕርፍፎ ደልየ ኣለኹ ቁሩብ ሕርፍፍ ክብለለይ ትሕርዳእ ደልየ ኣብ ፋይል ኣትየት ናተይ ስእሊ ክእትዎ እየ ንሕጂ ኣነ ሕርፍፍ ዝበለ ስለ ደልየ ዘለኹ ኣብቲ ርእሲ ፋይለይ ከምዚ ገይረ ብምእታው ዓቐን ሳይዘይ ይመርፅ ማለት እዩ ምስ መረጽኩ ከም መጀመርታ ነታ ደእቲ ኹባ ፋይል ሬጅስትራይዝ ክገብራ እየ ሬጅስትራይዝ ሌየር ኢልና ሽዑ ኣብታ ላዕሊ ምውድኣት ኢና ናብ ከለል በርን ክንገብራ ኢና እቲ ፊል ደሎ ቁሩብ ከጉድለ እየ ንዓኹም ከም ዝመስለኩም ስለዚ ንዓይ እዚኣ እኽልቲ እያ ብምቕፃል እቲ ናተይ ሞዴል እየ ክእትዎ እቲ ሞዴል ክእትዎ ደለ ዘለኹ ከዓ እቲ ሰብ ማለት እዩ ኣብ ኮምፒውተር ደለ ብምርካብ የእትዎ ማለት እዩ ስለዚ ደለየ ምስ እተኽዎ ኣብ ናተይ ዓንተውየ ኣውፅዮ ነረ ቀልጢፈ ከም ፋይል ስለዚ እቲ ናተይ png ምስ እተኹዎ ምናልባት ከመይ ገርኩም ኣወጻጽኣ እንድሕር ድኣ ትፈልጥዋ ተኾይንኩም ቅድሚ ሕጂ ሰሪዐ ነረ ቪድዮ ሰለስተ ዓይነት ኣወጻጽኣ ስእሊ ካብ ድሕረ ባይታ ትብል ኣላ ቪድዮ ኣብ ናተይ ተሪኢኹማ ክትሪእዋ ትኽእሉ ኢኹም ስለዚ ኣነ ብዝተኻለ መጠን ነዚ ቀልጢፈ ኣውፅዮ ኣለኹ ምስ ኣውፃኹዎ ነቲ ናተይ ዝደለኹ ሞዴል ናብቲ ናተይ ባክግራውንድ ከም ዝገብሮ ማለት እዩ ኮንትሮል ቲ ጠዊቐኻ የዕብዮ የንእሶ ምስ ወዳእኹ እታ ኮንትሮል ናይ ብየማን ደላ በቲ ናይ ቁፅርታት ከዓ ዜሮ ተጠዊቀዮ ዙም ኢን ይኸውን ማለት እዩ ብምቕፃል እቲ ናቱ ሳይዝ ብዝተኻለ መጠን ከርእሶ ፍትነ ኣብ ማእኸል ኮይኑ ድለይ ኣሎ እንድሕር ከምዚኣ መስቀል ገይሩልኩም ኣብ ማእኸል ኣሎ ማለት እዩ ኦኬ ብሎ ማለት እዩ ሕጂ ከም መጀመርታ ንዕኡ ሽም ክህቦ ኣለኒ ዳብል ክሊክ ክገብር ኣብዚ ይዛቕ ኢለ ክፅሕፈ ብምቕፃል ብጎኑ ሓንቲ ማስክ ስርሓሉ እየ ማስክ ስርሐ ከዓ ጂ ተጠዊቐ ብኪቦርድ ናተይ እዚ ግሪደንት ቱል ዝበሃል ኣሎ ነዛ ቀዳመይቲ ንዓ ብምጥዋቕ ካብ ታሕቲ ከምዚ ክገብሮ እየ ቁሩብ ኣብቲ እግሩ ፅልመት ክብለለይ ማለት እዩ ሽዑ ኣብ ናተይ ኪቦርድ ንድሕዳ ቢ ተጠዊቐ ብራሽ ክመፀለይ እቲ ብራሽ ሳይዝ ናተይ ከዓ ከምዚ ዓይነት ክመልፅ ናትኩም ንናባ ዘይክህልወኩም ይኽእል እዩ ብራሂ ምስ መረጽና እንድሕር ድኣ እዛ ጸላም ብታሕቲ እላ ብላዕሊ ክንቅይራ ኣለና ቫይስ ቨርሳ ሽዑ ኣብቲ ናትና ስእሊ ከምዚ ብምግባር ቁሩብ ክንሸፍኖ ንኽእል ኢና ማለት እዩ እንድሕር ድኣ ተጋጊና ከዓ ንግንጥላ ተገምጢልና ከዓ ትድምስሶ ማለት እዩ እንድሕር ደኣ ምናልባት ብዙሕ ይደፍረና እንድሕር ኣልዮ ከዓ እቲ ናቱ ኦፓሲቲ ቁሩብ ኣጉዱል ነብሎ ስለዚ በዛ ዘላ እንድሕር ደኣ ዕጉብ እንተኮይነ ኣብ መጨረሻ ኣብዚ ናቱ ምውድ ኣትየ ነቲ ባክግራውንድ ዝመስል ስእሊ ክገብረሉ እየ ዛል ሚንሲቲ ኢትስ ቤስት ንሳ ትሓይሽ ይብል ኣነ ንዓ ንገብር ማለት እዩ ስለዚ እታ ኤፌክት ሓንቲ ከምዚኣ ተማሂርና ኣለና ካልኣይቲ ከዓ ስእሊ ኣላ ናቱ ማለት እዩ ሓንቲ ወይ ዋላ ዘውፃኹዋ እዚኣ ድራግ ክገብራ ኢና ኣብቲ ናተይ ታይም ላይን ኮንትሮል ቲ ናቱ ሳይዝ ኣጃስ ክገብሩ ተደልየ ስለዚ እዚኣ ፅብቕቲ እያ ብምቕፀል ከም መጀመርታ እንታ ክንገብረሉ ንኽእል ትልካኒ ሻዶ ወይ ከዓ እቲ ኢፌክት እቲ ናይ ሻዶ ወይ እቲ ፅላሎት እዩ ፅላሎት ክንገብረሉ ተደሊና መጀመርታ ነታ ናቱ ባክግራውንድ ሽም ብታ ናቱ ሌየር ሽም ክንባ ኣለና ኣሌክስ ኢለ ሽም ክበ ኣብ ትሕቲኣ ሓንቲ ክሳይ ክሰርሐ ሓንቲ ሌየር ክእትወ እታ ሌየር ከዓ እንታይ ክትኮን ፅላሎት ነያ ስለዚ ኣብ ኪቦርድ ናተይ እንድሕዳ ቢ ተጠዊቐ ኣውቶማቲክ ብራሽ ክምረፀለዩ ደለየ ዘለኹ ከምዚ ቁሩብ ኣብ ማእኸል ኮይኑ ግን ድብዚ ዝበለ ብራሽ ደለየ ዘለኹ ሕብሪ ፀሊም እዩ እቲ ኦፓሲቲ እውን ቁሩብ ከባቢ 73 ጌርና ኣብዚ ናይ ከባቢ እግሩ ከምዚ ጌርና ንስእል ማለት እዩ ተሌ ደሚቑ ዝተመረፀ ኹም ስለዚ እሱ ምስ ወዳእኹ እንድሕር ደኣ ኮንትሮል ቲ ተጠዊቐ ከምዚ ክመፀለይ ራይት ክሊክ ጠዊቐ ሽዑ ዲስቶርት ክብላ ዲስቶርት ምስ በልኳ ነቲ ሻደው ናቱ እቲ ወይ እቲ ፀሊም ቁርብ ሓቅነት ከም ዘለዎ ንክገብሮ ይሕግዘኒ ማለት እዩ ምናልባት ብላዕሊ እንድሕር ንገብሮ ኣለና ሕጂ ፅቡቕ ደይ ክኸውን ይኽእል እዩ ስለዚ ቁርብ ኣትሕት ነብሎ ማለት እዩ ብኸምኡ ከዓ ዲስቶርት ኢለያ እንድሕር ደኣ ክሳይ ደሊኹም እውን ኮንትሮል ኮፒ ፋው ኢልኩም እቲ ሶሪ ኮንትሮል ቪ ኢልኩም ካልኣይ ግዜ ከም ዱፕሊኬት ክትገብሮ ትኽእሉ ኢኹም ማለት እዩ ነቲ ሻዶ ወይ ኮፒ ሽዑ ነቲ ነቲ ኦፓሲቲ ቁርብ ኣጉድል ተብሎ ዝሓሸ ይኸውን ማለት እዩ ብምቕፃል ከም ናተይ ኦፕሽን ማለት እያ ከም ናተይ ርእቶ ኣብዚ ታሕቲ ኣቲና እቲ ለቨልስ ክንቅየሩ ኣለዎም እቲ ነቑርብ ኣፀልመቲ ክነብሎ ንኽእል ኢና ምስ ንደሊ ማለት እዩ ስለዚ እንድሕር እዚ ንገብረሉ ኢና ኩሉ ግዜ እንታይ ይገብረሉ መሲልኩም ንብምሉእ ነዚ ስእሊ ናይ ከምኡ ዝገብሮ ደሎ የፀልምቶ ደሎ ንሕና ደልና ዘለና ነዚኣ ጥራይ ኢና ደልና ነዚኣ ለየር ዘላ እዚኣ ስለዚ ከምኣ ክንገብር ትኮይና እዛ ታሕቲ ትሪእዋ ዘለኹም እዛ ፒፒ ማስክ ወይ ኣጃስት እታ ትሕቲኣ ደላ ጥራይ ትብል ትኮይና ንዓ ንገብረሉ ማለት እዩ ስለዚ እቲ ኢፌክት ኣብ ነብሱ ጥራይ እዩ ደሎ ማለት እዩ ኣብታ ሌየር ጥራይ ደሎ ከምዚ ብምግባር እታ ናቱ ስእሊ ከምኡ ንገብራ ማለት እዩ ብምቕፃል ነታ ባክግራውንድ ሌየር ንዓ ራይት ክሊክ ጠዊቀ እንድሕር ደኣ ዱፕሊኬት ሌየር ተልያ ክልተ ሌየር ክኾና ድየን ማለት እዩ ስለዚ ነታ ላዕለወይቲ ኮፒ ዝገበርኩዋ ኣብ ላዕሊ ከምፃ እየ ኣብ ላዕሊ ምስ ኣምፃእኹዋ ነቲ ናና ኩሉ ዓጺዎ ኣሎ ማለት ነት ነና ፕሮጀክት እንታይ ክንገብር ንኽእል ግን ሕጂ መስልኩም ኣብ ኪቦርድ ኮንትሮል ጠዊቕና ነታ ኣሌክስ ትብል እታ ሸተት እንዳበለ ከሎ ነዚኣ እንተመሪፅናያ ሰሌክት ኢላ ኣላ እታ ስእሊ ተመሪፅ ኣላ ማለት እዩ ስለዚ ኣብዚ ብምኻድ እንታይ ንገብር ኣብ ሰሌክት ንኸይድ ቅድም ግን ኣብታ ክስታይ ክንመርፅ ኣለና ኣብታ ግሪድን ቱል ኣብታ ፃዕዳ እታ ግሪድን ዝገበርና ግን ኣብታ ፃዕዳ መሪፅና ኣብ ሰሌክት ከድና እንድሕር ደኣ ኢንቨርጅ ዘልና ኣብቲ ናትና ክስታይ ኣብኡ ኮፒ ክኾኑ ኣሎ ማለት እዩ ስለዚ ኣብቲ ናትና ሙድ ከድና እንድሕር ደኣ ከምዚ ተፈቲና ዝተፈላለዩ ኢፌክት ኣለዉ ንዓኹም ብደስ ትብለኩም ክትመርፁ ትኽእሉ ኢኹም ሕጊ ዝበሃል ስለ ዘየለ እዚ ኣርት እዩ ከከም ዝደለካ ኢኻ ክትገብር ትኽእል ኣነ ግን ንሕጂ ቢ ኣሉ ሶፍት ላይት ክመርፀ እዚ ምስ ወዳእኹ እንድሕዳ በታ ዘለኹ ዓገብቲ ኮይና ኣብ ሰሌክት ከይደ እንድሕዳ ዲሰሌክት ኢልያ ነቲ ድመረፅክዎ ዲሰሌክት ኮይኑ ኣሎ ማለት እዩ ብምቕፃል ንኣሌክስ መሪፅና ኣብ ፊልተር ከይድና እንድሕር ድኣ ካሜራ ሮ ፊልተርናዮ ልክዕ ከምዚ ናይ ካልእ ሶፍትዌር ክሳይ ዝበሃሉ ላይት ሩም ዝበሃሉ ከም ናቱ ብዙሕ ኦፕሽን እዩ ዘምፃልና ማለት እዩ ላይት ሩም ከምዚ ናይ ስእሊ ብዝሒ ስእሊ መቀናበር እዩ ስለዚ ነቲ ኤክስፖር ዘሎ እቲ ምብራህ ማለት እዩ ኤክስፖር ከባቢ ሰላሳ ክገብረ እቲ ክላሪቲ ቁሩብ

ኣብዚ ኣኮዋ ዝትብለካ ደሎ ቁሩብ ነቲ ንሕና ሕብርን መታን ንክመፅእ ወይ ድስካ ቁሩብ ካብ ግድር ከብሎ ሕጊ ድባህል የለን ከም ናትኩም ኢኹም ክትፍትንዎ ትኽእሉ ስለዚ በቲ ደሎ ዕጉብ ትኾይነ ከምዚኣ ገይረ ነቲ ሕብሩ የምስሎ ማለት እዩ ብምቕፃል ክልተ ክእትወን ዝደለኹ ክስታይ ኣለዋ ኣርማ ማለት እዩ ከምዚ ገብራ እታ ጎኒ ከዓ ክሊክላ ማለት እዩ ሕጂ ኣነ ምስቲ ባክግራውንድ ክትመስለለይ ደልየ ስለ ዘለኹ ነታ ዝመረፅክዋ ታደእተኽዋ ስእሊ ማለት ናይ ሽወደን መሪፀ ኣብ ታሕቲ ከይደ እንድሕር ደኣ ኦቨርለይ ተልያ ነቲ ናተይ ባክግራውንድ ንዑ ምስኡ ብለንድ ኢን ትገብር ማለት ወይ ንዑ ትመሳሰል ካልኣይቲ እውን ናይ ኤሪ ኣብዚ ኣላ ትኽክል ሳይዝ ድሓን ብዓይንና ከነ ክንሪኦ ንኽእል ኢና ባዕሉ ሕብረካ እዩ ንሕዳ ከም ዝትሪእዎ ዘለኹም ንላዕሊ ወይ ንታሕቲ ንድሕዳ ትወፅእ ኣለዋ ስለዚ ኣር ኦልሞስት ሴም ሳም ዝመረፅኩ ከም ታሕንቲ ወይ ዝገበርክዋ እታ ናይ ኤርትራ ኣርማ ናይ ኩዕሾ መሪፀ ኣብ ኦቨርላይ ይኽሄድ ማለት እዩ so they look both the same um ናይ ኤርትራ ቁሩብ ክስታይ ኮይና ኣሎ ምስቲ ሕብሪ ደይ ትመሳሰል ካልእ ኦፕሽን ክንፍትን ንኽእል ኢና ስለዚ ድሓን ሃርድ ላይት መሪፀ ኣለኹ ነታ ናይ ሾደን ከዓ ልክዕ ከምኣ ክገብራ ኣለኒ ሃርድ ላይት ግድን ኣይኮነ ግን ቢ ኣብ ውልዱ ኦቨርላይ ናይ ሽወደን ሽዑ ነተ ናይ ኤርትራ ከዓ ቁሩብ እቲ ኦፓሲቲ ኣጉዱ ለብላ ማለት እዩ ምስቲኣ ክትመሳሰል ከም ዝረአ ግን ብዙሕ ዘይደመቐ ከምዚ ገረ እቲ ናቱ ክስታ የጥዎ ማለት እዩ ብምቕፃል ኣሌክስ ዝተሕቲ ደሎ እቲ ግሎው ድበሃል እዩ እቲ ግሎው ኢፌክት ወይ ከዓ ከምዚ ምብራህ ስለዚ ከምኡ ክንገብር ተደሊና ኣብ ኣውተር ግሎው ንኸይድ ማለት እዩ እቲ ክበርሃልና ደሊና ዘለና ፃዕዳ ንገብሮ ነቲ ሕብሪ ወይ ነቲ ናህና ዝደለናዮ ወይ ከዓ እንድሕር ደኣ ነቲ ዘሎ ባግራውንድ ክመስል ተደሊኻ ንዑ ዳብል ክሊክ ጌርካ ካብ ፎቶሾፕ ወፂ ካብቲ ስእሊ እንድሕር ደኣ ከምዚ ተጌርካ ናቱ ክስታ ይህበካ ማለት እዩ ናቱ ስእሊ ስለዚ ጻዕዳ መሪጸ ኣለኹ እቲ ናቱ ሳይዝ ከምዚ ብምምራጽ ነቲ ናቱ ስእሊ ግሎው ክንገብሮ ንኽእል ኢና ማለት እዩ ብምቕጻል ሓንቲ እውን ኣላ ካልእቲ ፎርም ናይ ግሎው ግድን ኣብዚ ጥራይ ኣይኮና ንኣሌክስ እንድሕር ኮንትሮል ኮፒ ኢልና እንድሕር ፋው ኢልናዮ ክልተ ኣሌክስ ክኾኑላ ማለት እዩ ስለዚ ነቲ ታሕተዋይ ኣሌክስ ሰለስተ ግዜ ገይረ ይቕሬታ ክልተ ኣሌክስ እዮም ዘለውኒ ነቲ ላዕለዋይ መሪፀ ምስቲ ካልኣይ ደሎ ልክዕ ሓደ ዓይነት ሳይዝ ክገብሮም ኣለኒ ስለዚ ኣብ ናቱ ጠዊቐ ኮንትሮል ቲ ጠዊቐ ማዕረ ክገብሮም ክኽእል ክኸድ ኣለኒ ዝተኻእለ መጠን ስለዚ ማዕረ ኣለዉ ማዕረ ምስ ኣለዉ ዙም ኣው ትገብር ሕጂ እንታይ ገብር መስልኩም ነቲ ታሕተዋይ ደሎ ነቲ ታሕተዋይ ደሎ መሪፀ ኣብ ፊልተር ከይደ እንድሕር ደኣ ብለር ኢለ ጋዥን ብለር ተለዮ ሓውሲ ብርህ ዝበለ ኮይኑ ኣሎ ማለት ስለዚ ናትነቱ ኢፌክት ዘይከድልየ ንኽእል እዩ ከምዚ ዝበለ መፅኩም ኣሎ እቲ ፕሪቪው ድሕዳ ላይ ተወሊዕሉ እንዳረእኹሞ መታን ነቲ ኤፌክት ክገብርሉ ክተብርዎ ትኽእሉ ኢኹም ማለት እዩ ስለዚ ኣነ ከምዚ ገይረ ኣለኹ ስለምንታይ ከምዚ ይበርህ ኣሎ ትልኩምኒ እቲ ኤፌክት ጌርናሉ ዘለና ስለ ኣክቲቭ ኮይኑ ዘሎ ማለት እዩ ስለዚ ድሓኒ ሕጂ ዕስራን ኣርባዕተን ገይረ ነቲ ናቱ ኢፌክት ዓንተ ወይ ዝገበርኩሉ እንድሕዶ ኣጥፊኡ ሓውሲ ብርህ ዝበለ ክኸውን ማለት እዩ ተሪእኹሞ እቲ ባግራንዱ ቁሩብ ከምዚ ፅላሎት ክውን ዝበለ ኣለዎ ማለት እዩ ስለዚ ከምዚ ምግባር እቲ ካልኣይ ግሎው ኢፌክት ክንጥቀም ንኽእል ኢና ሳልሰይቲ ደላ እታ ሽም ምፅሓፍ እያ ሽም ክንፅሕፍቲ ኮይና ከዓ ሕብሪ ድሓን ብጫ መርጼ ግእዝ ኣክቲቭ ገረ ግእዝ እንድሕር ዳኣ ተወሊዑ ኣሎ ግእዝ ኣክቲቬት ገረ ኣብ ላዕሊ ከይደ እታ ግእዝ ኣበል ትብል ኣላ ንዓ መርፃ ማለት እዩ ስለዚ ሽሙ ኣሌክሳንደር አሌክሳንደር ኢሳቅ ሓደ ሓደ ግዜ ናይ ትግርኛ ክኸብድ ማለት እዩ ስለዚ ኣሌክሳንደር ኢሳቅ ኢለ ይፅሕፍ ማለት እዩ ስለዚ ኮንትሮል ቲ ጠዊቀ እንድሕር ዳእቲ ናቱ ሳይዝ ይዕበዮ ከም ስሪዎ ዘለኹም ብጣዕሚ ዓቐኑ ክገብራ እየ ሕጂ ክተስተውዕሉ ደልዮ ዘለኹም ናይቲ ፅሕፈት ዘይኮነ ሓንቲ ክንገብራ ደልዮ ዘለኹ ኢፌክት ላ ወይ ክንመሃራ ደልዮ ዘለኹ ከምዚ ገርና ነታ ኣሌክሳንደር ኢሳቅ ብድሕሪት ክንገብራ ኢና መሪፅና ኣብቲ ለያትና ለየር ፀጋም ከይና እንድሕር ደኣ ከምዚ ከይፍነና ነት ክሳይ ተገርናዮ ብድሕሪት ትኾን ኣላ ማለት እዩ ኣሌክሳንደር ኢሳቅ ሕጂ ግን ክነንብቦ ከለና ኣሌክሳንደር ኢሳቕ ብድሕሪት ኢያ ደላ ማለትስ ከው ኢልዋ ኣሎ እቲ ስእሊ ስለዚ ካልእቲ ክንገብረላ ድልየ ኣሎ ኮንትሮል ኮፒ ኢልና ኮንትሮል ቪ ተጠዊቕና ሓንቲ ትድረብ ማለት እዩ ነታ ደሪብና ደልና ንላዕሊ ሒዝና ንደይባ ንላዕሊ ደይብና ከዓ ልክዕ ምስታ ካልእቲ ከም ዝዛመዳ ክንገብረን ኣለና ማለት እዩ ማውስ ኮንትሮል ቲ ጠዊቕና ንድሕር ደኣ ካልእ ከይነንቀሳቕስ ልክዕ ምስኣ እንድሕር ደኣ ኣጃስት ኮይነ ነቲ ሳይዝ ንወፅእ ሕጂ ግን ክንገብሮ ንኽእል ሓንቲ ቴክኒክ ኣላ እዚ ቴክኒክ እዩ ከምዚ ኣብ ትምህርቲ ትምሃሮ ዘይኮነ ባዕልካ ትፈጥሮ ቴክኒካት እዩ ኣብ ክንዲ እዚ ብጫ ምሉእ ዘሎ ፊል እዩ ዝበሃል እዚ ፊል ዘሎ እቲ ሕብርታት እንታይ ክንገብሮ ንኽእል ስትሮክ ክንገብሮ ንኽእል ኢና ጥራይቲ ጫፍ ጫፉ ፃዕዳ ክንገብሮ ከመይ ንገብሮ ትልኩምኒ መጀመርታ ነታ ስእልና ንመርጸ መሪጽና ኣብ ራይት ክሊክ ተውልና ኣብዛ ብለንዲንግ ኦፕሽን ንኸይድ ኣብ ብለንዲንግ ኦፕሽን ከይድና ነታ ስትሮክ ትብል ዘላ ንዓ ንመርጻ ማለት እዩ ሕጂ ስትሮክ ምስ መረጽናያ ሕብርና ከም ዝደለናዮ ክንከውን ክንገብሮ ንኽእል ኢና ኣነ ንሕጂ ጻዕዳ መሪጸ ኣለኹ እቲ ፖዚሽን ኣውትሳይድ ደሎ እቲ ፖዚሽን ኣውትሳይድ ገርና እቲ ብለንዲንግ ሞድ ከዓ ሊኒያር ላይት ንስኹም ካልእ ክትፍትንዎ ትኽእሉ ኢኹም ንዓይ ግን እቲ ሊኒያር ላይት ሓሸኒ ሳይዝ ከዓ እቲ ናትና ስትሮክሲ ማዕረ ክንደይ ክገጅፍ ደሊና ኣለና ማለት እዩ ከምዚ ገርና ዓብዪ ይኸውን ስለዚ ብዝተኻለ መጠን ዓቕን ሳይዝና ንመርፅ መሪፅና ኦኬ ንብሎ ሕጂ ኦኬ ምስ በልናዮ ኣብዛ ፊል ትብል ደላ ከድና እንድሕር ድኣ ተጥፊእናዮ እቲ ብጫ ይጠፍእ ኣሎ ማለት እዩ ዋላ ኣብሲ ኣብዚ ጥራይ ዘይኮነ ጠፊኡ ደሎ ኣብ ኩሉ እዩ ጠፊኡ ደሎ እቲ ላዕሊ ዘሎ ማለት እዩ ድሕር ድኣ ነዚኣ ከዊልናያ ነታ ሓንቲ ተሓተዊት ደላ ጻዕዳ ጥራይ ደሎ እንታይ ንገብር ሕጂ መጀመርታ ነታ ብላዕሊ ዘላ ታሽም ደሃብናያ ራይት ክሊክ ጠውዕና ኮንቨርት ስማርት ኦብጀክት ንብላ ማለት እዩ ኣብ ስማርት ኦብጀክት ኮንቨርት ኮይና ኣላ ሽዑ ብጎና ሓንቲ ማስክ ንሰርሕ ማስክ ሰሪሕና ኣብዛ ኢረይዘር ቱል ትብል ኣላ ድሕሪ ድኣ ደይ ኣላ ኢ ተጠዊቕኩም ኣውቶማቲክ ክትመፅያ ንዓ ትመርፅዋ ሕጂ ደልየ ዘለኹ ንኹሉ ደይኮንኩም ክድምስሶ ደልየ ዘለኹ ጥራይ ነዚ ኣብ ክዳኑ ዘሎ ከድምሰስ ኣይደለኹዎን ዘሎ ስለዚ እንታይ ይገብር ብራሽ ሓንቲ መርፅ ከምዚ ወላ ከምዚ ኣትኩን ምሉእ ዝኾነ ሲሳይዝ ከይዓበና ኣብቲ ጥቓ ክዳኑ ክንበጽሕ ከለና ግን ክንጥንቀቕ ኣለና ኣብ ነብሱ ደሎ ክንኣልዩ ደለና እንደለና እቲ ጻዕዳ ጥራይ ደልና ዘለና ንሕና ኣብ እቲ ካብ ነብሱ ወፃእ ደሎ ጥራይና ሕብራዊ ክኸውን ደሊና ዘለና ስለዚ ከምኡ እንተኮይኑ ሳይ ዝበል ኣብዚ የዕበይ ክነብሎ ንኽእል ኢና ከምዚ ገና ንሓኮ ማለት እዩ ኣብቲ ናይ ነብሱ ክንበፅሕ ከለና ግን ሪኹማ ሕጂ ኣሌክሳንደር ኢሳቅ ኣብቲ ክስታይ ፅብቕቲ መፅት ኣለነታ ርን ኢን ዝተፈላለያ ጌርና ኣለና ማለት እዩ ብምቕፃል እውን ሓንቲ ናይ መጨረሻ ኣብ ኪቦርድ ና ቢ ተጠዊቕና ብራሽ ይመፃልና ማለት እዩ ሓንቲ ለየር ኣብ ላዕሊ ንሰርሕ ሰሪዕና ከዓ ዱዱልስ ክንብሎ ኢና ማለት እዩ ዱዱልስ ኢልና ሽዑ ግናትና ብራሽ ሳይዝ ዝተካለ መጠን ጌርና ሕብሪ እውን ፃዕዳ ክገብረ ፃዕዳ ገይረ መቢ ሰለስተን ሓምሳን ነበር ከምዚታት ብምግባር ዝተፈላለዩ ክንጥቀም ንኽእል ኢና ማለት እዩ ይቕሬታ እዚ ናይ በበይኑ ክገብሮ ነርኒ ግን ዝተፈላለዩ ብራሽ ክትገብር ከለካ ዝተፈላለዩ ሌየር ክትቦ ኣለካ ብርከት ሓዲኡ ክትዕብዮ ትኽእል ሓዲኡ እውን ክተንእሶ ስለ ትኽእል ከምዚ ምግባር ዝተፈላለዩ ኢፌክት ክንጥቀም ንኽእል ኢና ማለት እዩ እዚኣ ስእሊ እየ ሰሪሐ ምናልባት ኣብ ካልእ ኣብ መፃኢ ፍልይ ዝበለ ክንርኢ ክንፍትን ኢና ንሎሚ እዚኣ ትኣክል እያ ስለ ተኸታተልኩምኒ ኣዝየ ድምስግን ኣብ ቀፃሊ ክሳብ ብሰላም ንረኽብ ሰሰናዩ